ሰላማት ደቂ ዓበይቲ ከመይ ያትኩም ከመይ ውዒልኩም ከመይ የምሲኹም ዓዲ ምሉእ ዘለኹም ትግራይ ኤርትራ ዓለም ምሉእ ዘለኹም እውን በብዘለኹም ሰዓት ሰላምታይ ንኩልኹም ህዝታት ትግራይ ህዝታት ኤርትራ ካልኦት ወገናትና እውን ምስ ህዝቢ ትግራይ ተሰሊፍኩም ዘለኹም ንኩልኹም ሰላምታይ ይብፃሕኹም እናበልኩ ከምቲ ልምደይ ያው መዓልታዊ ኣቤት ንክወኩም እንዲየ ዝምኩር ስለዚ ናብ መዓንቲ ሕፅር ዝበለት ቪድዮ ንክሰርሕ ወፅኦ ዘለኹ ኹነታት ናይ ድፕሎማሲ ኣበይ ኣሎ ትሪእዎ ኣለኹም ሒዚ ኣመሪካ ተመሊሳ ንኢራን ትትኩሰላ ናይ ኣመሪካ ስርዓት ከመይ ኢሉ ፋሕ ብትን ዝብል ምዃኑ ኣብ ዓለም ኣመሪካ ኢዳ ዘእተወትሉ ኹናት መጨረሽኡ እቲ ሃገር ይብተን እቲ ህዝቢ ይሳቐ ኣመሪካ ግን ስዒራ ወፂኣ ኣይትፈልጥን ኣብ ዝኾነ ኹናት ስለዚ ኣመሪካ የትትንክፎ ሃገር መጨረሽኡ ውድቀት እዩ። ኤሪክ መሲንጋ ዝበሃል ኣምባሳደር ምስ ስርዓት ብልፅግና ውጥም ቅልቅል እናበለ ሒዚ ለባም ለባም ዝፃወት ዘሎ መጨረሽኡ ኢትዮጵያ ብሰንኪ ኤርትራውያን ብሰንኪ ተጋሩ ዘይኮነትሲ ብሰንኪ እቲ ስርዓት ብልፅግና እያ ትፈርስ ዘላ ፈሪሳ እያ እውን ንሽሙ እያ ዘላ እምበር ንሪኦ ኣለና መራሕቲ ናይ ብልፅግና ብልፅግና ባዕሉ ኣብዪ ኣሕመድ ተይቀረየ ሂዚ ተጋሩን ኦሮሞን ከባእስ ዝምክሮ ዘሎ ፈኸራታት ዝሕስቦ ዘሎ ሕሶታት እዙይ ሎሚድናዮ ኢና ተጋሩ ኣብዚ ግን ኤርትራውያን ክትርድኡ ዘለኩም እዚ ስርዓት እዚ ከም ገለ ገይሩ ሒዙ እውን ተጋሩ ምስ ኦሮሞ ከባእስ ይምክሮ ኣሎ ንሃናን ንኣኻትኩምን ከቃትል ከዋድእ ላዕላይ ታሕታይ ይብል ኣሎ ኣብዚ ግን ልቢ ጌርኩም ኣሕዋትና ኤርትራውያን እቲ ጽምዶ ሰላም ንምንታይ እዩ ዘላቂ ንክንገበሮ ዝግበአና ኢልኩም ዓሲልኩም ዘለኹም ምስ ህዝብኹም ምስ መንግስትኹም ምስ ሰራዊትኩም ከምኡ እውን ህዝብታት ትግራይ ንቐፅልሉ ክብለኩም ይደሊ ማለት እዩ ምክንያቱ ስርዓት ብልፅግና ኣብ ሰዓት እዚዩ ከም ትሪኡዎ ሕወሓት ከም ሕሩጭ ተበቲና እያ ኢሉ ሕወሓት ኣይፈልጣን ውዕል ፕቶርያ ኣይፈረመትለይን ውዕል ፕቶርያ ዝፈረሙ ሰለስተ ሰባት እዮም ኢሉና ዘይበሎ ነገር የለን ምስ ኤርትራ ተዘይንዕረቕ ነርና ምስ ትግራይ ናይ ትግራይ ኩናት ምስ ብልፅግና እንታይ ከም ዘጋጥመና ንፈልጦ ኢና ኢሉ ነጊሩና እዚ ኩሉ ባዕሉ እዩ ቃል ብቃል ተዛረቦም እየ ዝነግረኩም ዘለኹ እዚ ኩሉ ኢሉ ሕጂ ከኣ እንታይ ይብለና ኣሎ ብኦሮምያ እዚ ኦላ ዝበሃል ናይ ኦሮሞ ሓይሊ ይድህ ከሎ ካብ ኣዲስ ኣበባ ወፂ ከምዘይንቀሳቀስ እዩ ገይርዎ ይደሃ ከሉ ሕዚ ብናይ ኦላ ብናይ ኦሮሞ ሊበሬሽን ኣርሚ ይቕጥቀጥ ኣሎ ስርዓት ብልጽግና። ሰራዊት ናይ ኢትዮጵያ ሒዚ ናይ ብልጽግና ይሃድም እዩ ዘሎ በብግንባሩ ብኣምሓራ ክልል ንሪኦ ኣለና ብወሎ ድዩ ብሽዋ ድዩ ብበይሻንጉል ድዩ ይደሃቕ ኣሎ ሒዚ ከዓ ሽርሒ እንታይ የምፅኦ ኣለሲ ኣርሚ ሰብዓ ከምዚ ገርና ኢና ከምዚ ገሮም ይዋገ ኣለዉ ሻዕብያን ኣርሚ ሰብዓን ንሱዳን ንሓገዙ ከምዚ ገርና መራሕቲ ሱዳ መራሕቲ ትግራይ መራሕቲ ሻዕብያ ከምዚ ቀቲልና ኢና ከምዚ ገርና ኢና ኢሎም ፕሮፓጋንዳ ይሰርሑ ኣለዉ ኣብ ዝኾነ ዓለም ኣብ ዝኾነ ዓለም ናብ ምግዳል ዝኣቱ ትግራዋይ ናብ ምግዳል ዝኣቱ ኤርትራዊ ታራ ወታደር ይኹን ኣመራርሓ ይኹን ስረ ዓጢቑ መስዋእቲ ከም ዘሎ ንህዝቡን ንዓዱን ክስዋእ ኢሉ ዝወፀ ተጋዳላይ ይበሃል። ተጋዳላይ ክወፅእ ተሎ ንስልጣን ኣይኮነን ዝወፅእ፣ ንውልቀ ረብሓ ኣይኮነን ዝወፅእ፣ ንህዝቡን ንዓዱን ከድሕን ብዓቕሙ የግልግል። ሓደ መራሒ ክስዋእ እንተሎ ከኣ ነይኤይ ሚኢቲ መራሕቲ ፈጢሩ እዩ ዝኸይድ። ኣእላፋት ከኣ ነይኤይ እቲ መስዋእቲ ዝኸፍል ተጋዳላይ ናይቲ ተጋዳላይ መስዋእቲ ዝኸፍል ሕድሪ ተቐቢሉ በእላፋት ወጺኡ ንዓዱ ዘግልግልን ንዓዱ ዝጋደልን እዩ ዝፍጠር። እዚዩ ንፈልጦ ኩልና ተጋኑ ኤርትራውያን እዩ። ስለዚ ሕዚ ብልጽግና ዓበድበድ ስለ ዝብል ዘሎ ክላባት ኣዋፊሩ፣ እቶም ብትግርኛ ተዛረብቲ ክላባት እቲ ኹነታት እንድሕር ተረዲእኹሞ ናይ ኦላ ሓይሊ ሒዚ ስርዓት ብልፅግና ኣብ ኦሮሚያ ይድምሰስ ኣሎ። ውሕስቲ ዝኾነት ኢትዮጵያስ የላን። ዕስራን ሸውዓተን ዓመት ተጋሩ ሰሪቆምና ተጋሩ ከምዚ ገይሮምና እናበሉ ብሕሶት ፕሮፓጋንዳ ዝሰርሕዎ ዝነበሩ ሒዝማ ወያነ ወያነ ይብለ ኣሎ ኣዲስ ኣበባ ኮይኖም እውን ወያነ መኣዚ ዝመፀና ወያነ ኢና ንደሊ ይብለካ ኣሎ ህዝቢ ኢትዮጵያ ኣብዚ ሰዓት እዙይ ስርዓት ብልፅግና ኣይኮነን ዝብለካ ዘሎ ወዮ ከምቲ ሕሩጭ ዝተበተነ ሕወሓት እንታይ ዳ ሒዚ ንናይ ኦላሲ ሕወሓት እዩ ዘዕጥቆ ዘሎ ሕወሓት እዩ ዘሰልጥኖ ዘሎ ይብለ ኣለካ ሒዚ ከም ብሓድሽ ንፋኖ እውን ከምኡ ይብለና ኣሎ ሕወሓት እዩ ወይ ሕወሓት ኣንታ ሕወሓት ክንደይ ታሪክ እዩ ሰሪሑ ግን ከ ሕወሓት ተፈራሒ ምዃኑስ ንሪኦ ኣለና ናይ ዓለም ድፕሎማሲ ይኹን ሕዚ ኣነ እንታይ ክብለኩም ዝደሊ ብልፅግና ንክጠፍእ ንእሽተይ ኣቐርያቶን እያ ኣብዚዩ ክንጥንቀቆ ዘለና ህዝቢ ንህዝቢ ምንኽኻስ ህዝቢ ንህዝቢ ምበኣስ ምፅላእ ክፈጥርዎ ዝሰርሕዎ ዘለዉ እዚ ብልቢ ተገንዚብና ክንብክቶ ክንቃለሶ ክንክእል ኣለና ንሕና ምስ ህዝቢ ኤርትራ ምስ ህዝቢ ኣምሓራ ምስ ህዝቢ ዓፋር ምስ ህዝብታት ኦሮሞ፣ ቤንሻንጉል፣ ካሊእ ካሊእ ህዝቢ ፀገም የብልናን፣ ፀገም ነይሩና ኣይፈልጥን፣ ቃልስና ክቕፅል እዩ፣ ዝቕፅለሉ መገዲ ካነየ ስርዓት ብልፅግና ንምእላይ እዩ፣ ስርዓት ብልፅግና ኣሊኻ ኢኻ ሰላም ትረክብ፣ ህዝቢ ትግራይ ኩን ህዝቢ ኤርትራ፣ ህዝቢ ኣምሓራ ኩን ህዝቢ ዓፋር፣ ህዝቢ ኦሮሞ ኩን ህዝቢ ቤንሻንጉል ኩሉ ብሄረ ብሄር ሰላም ክረክብ እንተኾይኑ ስርዓት ብልፅግና ሓቢሩ ከጥፍኦ ኣለዎ ስርዓት ብልፅግና ክጠፍእ እዩ ዘለዎ ካሊእ ኣማራጭ የለን እቶም ዝበልፀጉ ተጋሩ ስምረት ዶ ገለደ እናበሉ ዝፍክሩ ዘለዉ ብጂኤስቲኤስ ኢልካ ብካሊእ ካሊእ ምሁራት ኢና እናበሉ ክንደይ ጉድ ይሰርሑ ኣለዉ ንሪኦም ኣለና ግድ የብልኩምን እዚኣቶም መዓልቶም ስለ ዝኣኸለት እያ ጸልሚታቶም ስለ ዘላ እያ። ኣብታ ዝጸልመተትላ ሰዓት ግን ሂዚ ሃጠው ቆጠው ይብሉ ኣለዉ። ጥንቃቐ ገበሩ ተጋሩዋኒ ንሕና መሬትና ተወሪርና ህዝብና እናተሳቀየ ስቑኢልና ኣይንነብርን። ትዕግስትን ኣብቂዑ እዩ ድሕሪ ሕዚ ብሽምግልና ዝፍታሕ ጉዳይ የለን ንብለኩም ኣለና ኢልናኩም ኢና ከኣ ኣቀዲምና ስለዚዩ ናይ መጨረሻ መልእክተይ ንመራሕቲ ትግራይ ኣብ ዕንክሊልን ኣብ ዕጢጢን ግዜኹም ኣይተጥፍኡ መራሕቲ ትግራይ ኣብ ዕንክሊልን ኣብ ዕጢጢን ግዜኹም ኣይተቃጽሉ እዛ ክረምቲ እዚኣ ስርዓት ብልጽግና ክእለ ታደወል ኣብ ኢድኩም እያ ዘላ ታደወል ደውልዋ ኣብ ትግራይ ዝቃለስ ኣይተስኣነን መዓስ ጅግና ተጋዳላይ እኒሀና መዓስ መንእሰይ እኒሀና ሒዙ እውን ዓዱ ክሕሉ ህዝቡ ክሕሉ ትግራይ ሓራ ከውፅእ ዝተሰለፈን ዝስለፍን በዕላፋት እዮም መናእሰይ ትግራይ ህዝቢ ትግራይ ዓድና ኣሕሊፍና ኣይንሸይጥን ኣይንንብርከኽን ምርሖና ጥራይ ዝብል ዘሎ ምርሑና እሱ ኢልካ ምዕፋር ከም ከልቢ ምንባሕ ከም ከልቢ ንሰምዖ ዘለና እህ ኣብ ዓዲግራት ከምዚ ገበሩ እህ ኣብ መቐለ ከምዚ ገበሩ እህ ኣብ ዓድዋ ከምዚ ገበሩ እዚ ስእልካ ሻጥር እዩ ተስዓን ትሽዓተን ፖይንት ትሽዓተ ነጥቢ ህዝቢ ትግራይ ንዓዱ ኣሕሊፉ ኣይህብን ተስዓን ትሽዓተን ነጥቢ ትሽዓተ ፐርሰንት እቲ ልዕሊ ተስዓ ፐርሰንት ከዓ ተጋዳላይ እዩ። እቲ ትሕቲ ዓሰርተ ፐርሰንት ዝኾነ ተደቢቑ ተሓቢኡ ክሕልፋ ዝደሊ ንጠቕሙ ዝጓየ ፅባሕ ንጎ ክህፍትም ብናይ መን ደም ብናይ መን መስዋእቲ ልዕሊ ኩሉ ክትከውን ትደሊ ኣብ ሰላም ግዜ እታ ሰላም ዝበካ እታ ትካልካ ክትህፍትመላ ትደሊ ከመን እዩ ክሕልወልካ መን ዋጋ ምስ ከፈለልካ እዩ ስለዚዩ እቲ ምጭርዋር ትገብርዎ ዘለኹም ኣብ ማሕበረ ሚድያ ተረዲእናዮ ኢና ኣንቱም ግፋ የለን ግፋ ኣሎ ከምዚ ናበልኩም ትካትዑ ማሕበራዊ ሚድያ በተለይ ኣብ ቲክታክ ግን ንእሽተይ ርግእ በሉ እንታይ እዩ ግፋ ግፋ ኣበይ እዩ ሕወሓት ገይፋ ኣይትፈልጥን ናይ ሕወሓት ህገ ደንቢ ኣንብብዎ እንታይ እዩ ዝብል ቃል ኣቀባይ ናይ ሕወሓት ሚካኤለ ኣብ ደደቢት ሚድያ ኢንተርቪው ገይሩ ነጊሩና እዩ ንመንእሰይ ንህዝቢ ትግራይ ኣእሚንካ ኢኻ ተጋድሎ ብእምነት ከም ብሓድሽ ከይትጭፍጨፍ ከይትጠፍእ ጸላኢ ከይቡ ከጥፈካየ ስለ ዝብለካ ዘሎ ኢኻ እእሚንካ ተጋድሎ እእሚኑ ዝጋደል ዘሎ ግን ካብ ምግዳል ወፂኡ ተመለስ ተባሂሉ ዘይተመልሰ ግን ግደይትኡ እዩ ህዚ ንዓውፃ ይበሃል ኣሎ ንዙይ እቲ ግፋ ዝበሃል ዘሎ ከመይ ኢሉ ግፋ ኮን እዚዳ ተጋዳላይ ነርካ ናብ ቤተሰብካ መፂኻ ብፍቓድ እዩ ብተፈላለየ ምክንያት ሒዚ ግን ዓድኻ ፃውዒ ትገብረልካ ኣላ ክትጋደል ከጥፈካ እየ ዝብለካ ዘሎ ስርዓት ብልፅግና ንዙይ ንምክልኻል ንዓ ምስ ብፆትካ ናብ ኣሃዱ ካእቶ ተባሂልካ ዘይኣተኻ ሒዝታ ይኾን ኣሎ ሓደ ሓደ ከመ ክለባት ዝነውሑ ናብ ፀሓይ እናበሉ ቪድዮ እናሰርሑ እናቐረፁ ፕሮፓጋንዳ ንመስርሒ ሕዚ እውን ኣብ ውሽጥና ዘለው ፀላእቲ ናይ ስምረት ፓርቲ እዞም ፀዓዱ ፀላእቲ ዝበሎም ሓምሻይ ፀላእቲ ፀዓዱ ዝበሎም ኪዳነ ኣመነ ብትክክለኛ ዝገለፆም ንዚኣቶም ከኣ መልሓሶም እናቆረጽካ እውይ መበሊ ግደፍዎሲ መብልዒት እንጀራ ከይህልዎም ውን መልሓሶም ምቁራጽ እዩ ምክንያቱ እዚኣቶም ካብቶም ጸላእትና ዝባኣሱ ኣብ ውሽጥና ተሰግሲጎም ትግርኛ እናተዛረቡ ዘትኩሩና ዘለዉ ንዚኣቶም መልሓስ ምቁራጽ እዩ መድሓኒቱ ካሊእ ምንም የለን። ትግራይ ክትጠፍእ እናተሰለፈ ኣብ ውሽጢ ህዝብኻ ኮይንካ ተደቢቕካ ተዛጋጂኻ ቪድዮ እናቐረፅካ ንዓለም ገፋ እኒሀ እናበልካ ከተጭበርብር ትሰርሕ ዘለኻ ግን መልሓስካ ትቆረፅ ትሕገ ደንቢ ኣብ ተግባር ይውዓል በቃ ንዚኦም መልሓሶም ቁረፅዎም ሓቀየ እዚኣ እያ እታ መድሓኒታ ዓድኻ ክጠፍእ ኣብ ውሽጥኻ ልኡኽ ናይ ብልፅግና ልኡኽ ናይ ስምረት ኣነየ ገፋ እኒሀ እናበለ ቪድዮ ክቐርፅ ንዚ ቪድዮ ዝቐርጽ ኢዱ ትቖርጾ። ንቲ ጅፋን እኒሀ እናበለ ዝልፍልፍ መልሓሱ ትቖርጾ። ኣብ ኣዲስ ኣበባ እንታይ ይገብርዎም ኣለዉ ተጋሩ ሒዚ እናቐጥቀጡ ብበትሪ እዮም ዝገፍዎም ዘለዉ። ግፋ ማለት ኣግዲድካ እናቐጥቀጥካ ንዓ ንታ ኢትዮጵያ ትማሊ ንትግራይ ዘጥፈአት ንትግራይ ደቂ ኣንስትዮ ዝደፈረት ቤተ ክህነትን መስጊዳትን ዝደፈረት ኢትዮጵያ መሊሳ ነቲ ተሪፉ ዘሎ ንኽትደፍር ንኽተጥፍእ ንዓ ግደይታኻ ኢላ ብበትሪ እናቐጥቀጠት ናይ ኣዲስ ኣበባ ፖሊስ ትሪእዎ ኣለኹም እንታይ ይገብሩ ኣለዉ ብበትሪ እናቐጥቀጡ ትግራይ ግን ክትነብር ኣለካ ኢኻ ትበሃል ዘለኻ ትግራዋይ ኮይንካሲ ኣይትነብርን ዝበለ ጸላኢ እኒሄካ ንዚ ኣይትነብርን ኢኻ ኢሉ ዝፍርጀካ ዘሎ ጸላኢ ምሳኻ ተሰለፈ ህዝቢ ኤርትራ ህዝቢ ትግራይ ምሳኻ ተሰለፈ ህዝቢ ሱዳን ህዝቢ ኣምሓራ ህዝቢ ዓፋር ህዝቢ ኦሮሞ ህዝቢ ቤንሻንጉል ካሊ ብሄረ ብሄር እዚ ሓቢሩ ንስርዓት ብልጽግና ንክኣሊ ከብቅዕ ንዘለኣለም ተቓለስ እዩ እዚ ግፍ ኣይኮነን ክትነብር ኣብ ዓድኻ ከቢርካ ብሰላም ክትነብር ውሕስቲ ትግራይ ክትፈጥር እጃምካ ወፍይ እዩ እዚ ከይትግበር ናይ ልኡኻት ዕሱባት ብልጽግና ኣብ ውሽጥና ተሰግሲጎም ቪድዮ እናቐረጹ ያእውይ እናበሉ ፕሮፓጋንዳ ዝሰርሑ ዘለዉ ግን ይብለኩም ኣለኹ ንቶም ቪድዮ ዝቐርጹ ኢዶም ቁረጽዎም በቃ ኢዶም ቁረጽዎም ፍርዲ ዶ ገለ ዶ እንታይ ዝኾን ፍርዲ እዩ እባ እስካብ ፍርዲ ትወስዶም እስካብ ትኣልዮም እኮ እቲ ቃልስኻ እኮ የባላሽዎ ኣለዉ ስለዚ መንእሰይ ትግራይ ንዚኦም ናቐረፁ ቪድዮ ዝልፍልፉ ዘለዉ ትሪእዎም ዘለኹማ ተን ሞባይሎም ሒዞም ዝቐርፅዎን ዘለዉ ፕሮፓጋንዳ ዝሰርሕዎን ዘለዉ ኣብኣ ብመቐስ ድያ ብኻራ ድያ ቑረፅዎም ኢዶም እቶም ከምኡ ዝገብሩ ዘሎ መኸተና ዘበላሽው መልሓሶም እውን ይቆረፁ። ቃልሲ ናይ ትግራይ ክሕምሸሽ ዝሰርሑ ዘለዉ ኣብቲ ባይታ ኮይኖም ኣብኡ ዘለካ ኣብቲ ባይታ ዘለካ ኣብቲ ጎኖም ዘለካ ስጉምቲ ውሰድ እንታይ ማለት እዩ? ስነ ስርዓት እኮ ስምዑ። ንሕና ናጠፋና ምስ ናይ ፀላእትና ልኡኻት ንቅርሲ ተዓሲቦም ቃልስና ዘባኸኑ ናይ ፀላእትና ገበን ናብ ህወሓት ከዝርዎ ኣንጻርና ዝቃለሱ ዘለዉ ኣካላት ንዚኣቶም ክተናሕስየሎም የብልካን መንእሰይ ትግራይ ኣብቲ ባይታኡ እዮም እኒኦም ምሳኻ ንዚኣቶምስ ይብለኩም ኣለኹ ናብ ፍርዲ ቤት ዶ ናብ ገለ ዶ ዲሞክራሲ ዶ ብሽም ናፅነት የለን ዘይሰርሕ ናበይ ዓለም እዩ ኣበይ ኣንጻር ኣመሪካ ኮንካ ኣንጻር ኣንጻር ኣመሪካ ተልዓል እሞ እንታይ ከም ዘጋጥመካ ትሪኦ ኢኻ እንታይ ከርእየካ ኣብቲ ዝማዕበለ ዓለም ዝበሃል ዲሞክራሲ ኣበይ ዘሎ ዲሞክራሲ እዩ መን እዩ ዲሞክራሲ ይውካ እዚ ናይ ዲሞክራሲ ኣይኮነ ናይ ምንባርን ናይ ዘይምንባርን እዩ እዚዩ ከይነብር ህዝቢ ትግራይ ኣብ ትግራይ ኮይኑ ግፋ ኣሎ ከምዚ ኣሎ እናበለ ዝፍክር ዘሎ ኣብ ደገ ዘለማ ፅባሕ ንጎም ዝመፀ ንሱ እውን እግሪ ይቁረፅ እንታይ ማለት እዩ ዋእ ተባዕ ክትኮን ኣለካ ጨካን ክትኮን ኣለካ ሓደ ሓደ ግዜ ስርዓትካ ከም መዓራረ ተኮይንማ ስጉምቲ ምውሳድ እዩ እንታይ እዩ ፖሊስ ኣይገበረን መንግስቲ ኣይገበረን እንታይ እዩ ባዕልካ ትስጉም ትውሰዶ በቃ ስነ ስርዓት ዘይገብር ተኮይኑ ንትግራይ ከፍርስ ዝ- ኣብ ጎንካ ኮይኑ ቪድዮ እናቀረፀ ንብልፅግና ዝልእኽ ትግራዋይ ኣብኡ እንዳሃለወ ኢዱ ቁረፆ ኣብኡ እንዳሃለወ መልሓሱ ቁረጾ ከፊቱ ቲክታክ እንዳከፈተ ሲ ግፍ ኣንሄ ሕወሓት ትቀትለላ ሕወሓት ትኩሰላ ቲዲኤፍ ከምዚ ይገብረሉ እናበለ ሕሶት ዘንጸባርቅ መልሓሱ ቁረጾ ኮይንካ ስባይታ ዝኔኻ ኢዱ ቁረጾ የቀንየለይ